ሰላም ክቡራት ተኸታተልትና ሕጂ ንርከቦ ቦታ ደሴት ሸኽ ስዒድ ይበሃል ወይ ከዓ ሓምላይ ደሴት ይበሃል ናይ ሎሚ መዓልቲ ዕዱምና ከምቲ ዓንተ ዝነበርኩኹም ኮሜድያን ዳዊት እዮብ እዩ

ተኸፈ ኣብ ክልተ ሰሙን ኣብ ሰሙን ሓሓደስቲ ኮሚታት ዝርጊሕኻ ካብ ምንታይ ተበገሰ ወይ ንምንታይ ዓይነት ዕላማ ኢኻ ከምኡ ትገብር ሕጂ እንታይ መሰለካ ኣብቲ እቲ ሶሻል ሜድያ ኩሉ ግዜ ክትህሉ ስለ ዘለካ እወ ዳሓር እቲ ሓይሊ ናይ ፈጣሪ እንድዩ ኦኬ ሕዚ እቲ ክሳብ ሓንጎል ተኸፊቱ ዘሎ ሲ ቀጻሊ ምፍራይ ጽቡቕ እዩ ካብዚ ብዙሕ ገሊኡ ሰብ ኣብ ኳሊቲ ጥራይ ዝኣምን ኣብ ብዙሕ ኣብ ውሑድ ኣብ ነዊሕስ ውሑድ ዝሰርሕ ኣሎ እወ ገሊኡ ከኣ ኣብ ኳንቲቲ ከሎ ካብቲ ብዙሕ ውሕድ ጽቡቕ ክትረክብ ስለ ትደሊ ኩሉ ግዜ ነቲ ትፈትዎ ሞያ ብቐጻሊ ምስራሕ ይድለ

ሕጂ ኣነ ብኣፍልጦ ዘይኮንኩስ በቲ ናተይ ርድኢት እንኤ ንነግረካ ዶስታ ሓወይ። እወ። ሕጂ እታ ናይ ወዲ ካዳ ወዲ ካዳ ዓቢ ደራሲ እዩ እወ። ምስ ወዲ ካዳ ምስራሕ ማለትሲ ትመሃር ትኸስብ ትረብሕ ኢኻ እወ። ማለትሲ ሕጂ ሓላዊ መሸላ ከሎ ኮሜድያን ኣይኮነን በዓል መብሬ ገለ ዘለዎ እያ እወ።
እቲ ዝያዳ ኮሜዲ ናይ መብሬ እዩ እህ። ሕጂ ምስ ወዲ ካዳ ምስራሕ ማለትሲ ትመሃር ትከስብ ትረብሕ ኢካ ሓቂ ዶ ሕጂ ክልተ ሽሕን ዓሰርተ ክልተን ዓሰርተ ሓደን እንተዘይ ተጋጌ እዩ መስለኒ እንተዘይ ተጋጌ ሽዑ ሓላዊ መሸላ ነቲ ሰብኣይሲ ንማሕታ ማለት እዩ ንማሕታስ ወዱ ኮይነስ ሓላዊ መሸላ ማለት ናይ መንእሰይ ወኪሉ ዝሰርሕ እዩ ኮሜዲ ኣይኮነን እዚ ኣይኮነን ካልእ ውን ናይ ናይ ገጠር ባህላዊ ድራማ ኮይኑ ትራጀዲ ካራክተር ሒዝካ ተዋሲእካ ኔርካ ኣብ ፈላሲ ንዕማጉዶ። ኣብ ኦድዮን ዝቐረበት መኽፈቲ ናይ ፌስቲቫል ዝነበርክላ። ዋእ እወ ከምዚ ትራጀዲድ እንድዩ ግን ብዙሕ ፓርቲ የብሉን ሓቂ ዘረባ ከምዚ እወ። ዓቢ ፓርቲ ገለ የብሉን ግን እታ ዓዲ ምስ ጠፈእት ነንሕድሕዶም ምስ ተባእሱሲ ብዛዕባ ኣስተንትኖ ዝገብሮ ኣብ መኖሎጊ መወዳእታ ፈጺሙ ትገብራ ሞኖሎግ እወ።
ዓይነት ዋላ ገለላ ዝክራ ትክእል ዋእ ነዊሑ ቦቲ ሓወይ እንሻሎ ከምዚ ዓድና ፍቅዲ ተሪፍና ገለ እዩ ዝብል እንሻሎ ፍቅዲ ተሪፍና ገለ መለ ኣብ ቺለ ማውዴን ተራይ ኣብ ኦዴን እዎ ኣብ ኦዴን ናይ ወዲ ካዳይ ኣሳካ ናይ ወዲ ካዳይ ኣሳካ እዎ
ክቡራት ተኸታተልትና ትዕዘቦ ዘለኹም መደብ ንፋለጥ ዲና እዩ

ቀዳመይቲ ሕቶ ብስዕረት ተጀሚሩ ዳዊት ከመይ ደኣ ትውድሃ ኢኻ በቲ ዝፈኾስ ኢኻ ትብል ዘሎ ኣምላኽ ኣለና ኣራይ ብስራሕቶም መልሲ ባ ነገረና እዚኦም መልሲ ድሓር ክነግረካ ዋላ ሓንቲ ክነግረካ ሕጂ ንገረኒ እምበር ናፍልጦ ኾነ ናፍልጦ ኾነካ ሓራይ ፀገም እውን ክነግረካ ክእለ ኮሜድያን ዳዊት እዮም ናይ ማታ ክትፈልጦም ኣይከኣልካን ገሪምኒ መምህር ሰሎምን
ዋኣንተ ወደ ስብየባ ግራዝማች ኣለማየሁ ካሕሳይ፣
መምህር ሰሎሙን ሓደ ከድካ ኣለኻ ጽቡቕ፣ ኣቶ ኣብርሃ ገብረትንሳኤ፣ መሓሪ ጸጋይ፣ መምህር ጸጋይ፣ ብዙሓት ካብቶም ብዙሓት ስም ውሑዳት ክንጠቅስ ንኽእል ማለት እዩ። ሕጂ ሓራይ ናብ ካልእ ትሕትና ኢና ንሰግር ዘለና። ብስርሓቶም ሳጓ ዝወጾም ኮሜድያን ተረዲኣና። ሕጂ ንኣብነት ስኒ ሓወስ ወልደገብርኤል ሱዚኒኖ

ነቲ ሓጎስ ከ ሒዝካለይ ነቲ ሓጎስ ሲዚኖስ ሒዝካዮ ኣቐዲምካ እወ። ብጫ ብጫ ምራጭ ምራጭ

ዳዊት እዮብ። ዳዊት እዮብ ደራስን ዳይረክተርን ብርዕ ኣምስሉ እዩ። ሕጂ እንታይ ጦብላሕታ ኣለካ ኣብ ዓለም ገዛ ክራይ? ዓለም ገዛ ክራይ ደኣ እሞ ምሽ ኣሎ መጀመርታ ተኸታታሊ ብሰራሕናዮ ንዓይ ማለት እየ ዝነግረካ ዘለኹ ኣብኡ ከኣ ስለ ዝነበርካ ንስኻ እቲ ተኣኪብካ ምሉእ መዓልቲ ምውዓል ተረዳዲእኻ ገሊኡ ብኢምፕሩቭ ዝበዝሐ ዝስራሕ ነይሩ ንስኻ ሓሳብ ተእቱ ክረዲት እየ ኣነ ወሲደየ እምበር ናይ ኩላትና ስራሕ እዩ ዋው ኣንቲ እኮ ገለ ገብር ሰምሃር ገለ ትገብር ገለ ምሽ ኣለካ ነናትናስ ተዋህሊሉ እዩ ሕጂ ጽቡቕ ተዘክሮ ደለንስ ናተይ እያ ማለት
ብዓብዩ ነብሱ መሓሮ ሙሴ ምሳና እውን ኣብኣ ሙሴ ከዓ መሓሮ ሕጂ እቶም ካራክተራት እንታይ ጌርካ ትፈልጦም ኢኻ

ኣጽብህት ዮሃንስ እያ
ምስ ሳንዲያጎ ትመጽእ ሰበይቲ እወ
ምስ ሳንዲያጎን ምስ ወዲ ቦሮምበራስ ትመጽእ ሰበይቲ ኣጽብህት ዮሃንስ እያ ውይ ሓራይ ኩብራ ተኸታተልና ትሕዘቦ ዘለኹ መደብ ንፋልጥ ዲና እዩ ዳዊት ክቐጽል ሕቶታተይ ቢቲቢቶ ድራማ እያ ኮሜድያ ዝክራ ዲኻ እታ ኮሜዲ ኣብ ቦለኛ ድገበራ ቢቲ ቢቶ ትሬደን ዘራጊቶ ቢቲ ቢቶ ኣቲዋ ይሰባላ ኣብ ፌስቲቫል ናይ ቦለኛ ባዕዳኛ ጥራያ በዚ ኣጋጣሚ ከዓ ኣነ ንቢቲ ቢቶ ብጣዕሚ የኽብሮ ዘፍቅሮን ኮሜድያን እዩ ኣብ ገለ ከማን ቶማሓይቶምኒ ምስ መን

ላሜክ መን እሞ ሓምዛ ድዩ ኣይኮነን ኣንቲኮ እዩ ላሜክ ኣንቲኮ እዩ እወ ሓምዛ ኮ ናይ ኣንቲኮ ዶ ይኮንካ ንሓቲትካኒ ናይ ክልቲኦም ላሜክ ሄርሞን ሜሮን ላሜክ

ኣይኮነን ኩሎም እዞም ኣያታትና ፀዊዕኻዮም
ዘይትፅዋዕ ድኣ መን ኣለኒ ኣይፈለጥኳን
ወዲ ሸቃ ኣዋይ ወዲ ሸቃ ወዲ ሸቃ
ዳዊት ናባኻ ክምለስ ሃራ

እቶም ኣብኡ ዘለኹም ኩላትኩም ገለ ምሽ ኣለካ ዋላ ንክትሰርሓ ገለስ ምችእቲ ምሽ ደስ ትብለካ ገለ ንዓይ እሳ ደስ ትብለኒ ማለት እዩ ወላ እቲ ዛንታኣ እቲ ዛንታኣ እቲ እቲ ኣታዊ ወጻኢ ገለ ናይቲ ዛንታ ገለ እቲ እቲ ፈለው ድገብር እቲ ናይቲ ስቶርሲ ገላ እሱ ደስ ይብለኒ ናይ ዓለም ገዛ
ግርማ ዮሃንስ ሳንዲያጎ ብዙሕ ኮሜድታት ዝሰርሐ ዓብ ኣርቲስት ዓብ ኣርቲስት
ሌጀንድ ሌጀንድ ብጀካ ኮሜድያዊ ስራሓት እውን ኣብዚ መፅኤታት ዝፅሕፎ ዝነበረ ዘልኩ ደኣ ላ ካልእ ካልእ ኣርቲስት ዝገብሮ ገለገለ ብጣዕሚ መሳጢ ዝኾነ ናይ መወዳእታ ዘይድገም ሰብ እዩ ቴንክ ዩ ሕጂ ሳንዲያጎ ኣብ ኮሜዲና ንፈልጦ ምሽ ዕቱብ ኮይኑ ከዓ ተዋሲ ይፈልጥ እዩ

ክሪኣ ደልየ ኣይረኣኹዋን ሓቂ ዘረባ ግን ብዕላል ገለ ዳርጋ ይፈልጣየ ግን ክሪኣስ ኣይረኣኹዋን ሓቂ ዘረባ እምበር በዓል ወዲ ቦረምቦራስ ገለ ከማን ይዋሰዮም ኣባ እዋ ኣይፈልጣን ኣይረኣኹዋን ሓቂ ዘረባ ናይ መጨረሽታ ደቂቕ ትብል ናይ መጨረሽታ ደቂቕ እዋ ኣርእስታ
ሕራይ ኩብራ ተኸታተልና ትዕዝዎ ዘለኹም መደብ ንፋለጥ ዲና እዩ ዕላልና ምስ ዳዊት ቀጻሊ እዩ

እንታይ ድዩ እቲ ሽግር መሲልካ ንሕና ፀገም ኣለና ናይ ብልበይ ነግረካ ደለኹ እዚ እኳ በዳህ ሕቶ እኳ እዩ ኖኖ ክገርመካ ሲ ብፈትዎ ሓወይ ንዓይ ኣራይ ሓይለ ሓርማሲ ሻሂ መሳቲቲ ደድንቆ ገለ እዩ ሳጉኡ ቪላ እዩ ወቪላ ቪላ ወ ሳጉኡ ሙሉእ ሽሙ መን ይበሃል
ጆርጆ

ከበደም ክፍሎም ክገርመካ ኣንተ ዘኪርካዮ ነርካ ኣንተ ዘኪርካዮ ነርካ ከማን ከበደም ክፍሎም
ኣንታ ቦትኻብያ ከኣራሪኻዮ ትፈልጦ ኢኻ ገርመካ ኣብ ከባቢኻስ ነይሩ እዩ ፊልም እውን ሰሪሕኹም ኢኹም ብሓንሳብ
ምስ ከበደም ክፍሎም ወ
መረብ እውን ምሳኹም ሰሪሓታ ፊልም ከበደም መጢጥ ከዓ ምሳኹም ሰሪሕ ነይሩ ኣብ ሻሎም ሻሎም ከበደም ክፍሎም ዳ ከበደም መሽም ተጋጊኻላ ኣይተጋገኹ
ኣነ ንክሓተካ ሽም ተጋጊ መፅ ኣሎሎ ኣሎሎ መሊስኒ ከበዶም ክፍሎም
ነፍስሄር ስነ ጥበባዊ ኮሜዲያን ከበዶም ክፍሎም ጫዳ ጫዳ ኣታ ዋይ ጫዳ
ወመሊሰልካ እንደ እታ ጫዳ ኩለና ጅዳ ወዲ ኾን ተስፋ ገብር ኣየ ሓጎስካንን ዓሰርተ ሓደ ሕቶስ ሓንቲ መሊሰ ምስ ነገርኩ ክልተ ክልተ ደይ ገለ መሊሰ ሓራይ ክቡራት ተኸታተልትና ናይ ሎም መዓንቲ ዕዱም ጋሻና ምሳይ ዝውዓለ ኮሜድያን ዳዊት እዮብ እዩ ዳዊት እዮብ ዕድመ ኣኽቢርካ ምሳይ ኣብዚ ደሴት ሸኽ ስዒድ ብሓንሳብ ኣብ ንፋለጥ ዲና ስለ ዝመለስካለይ ሕቶታተይ ኣዝየ መስግነካ ዝመፅእ እዋን ካልእ ጋሻ ሕዘልኩም ስጋዕ ዝመፅእ ሰላም ቅነ ዳዊት እዮብ ብጣዕሚ ቀኒለ ኣብዚኣ ቦታሓዊ እወ

ዕላልካ ገለስ ኩሉስ ካብ ኩሉስ ዳሕን ኣፍልጦ ኣለካ ሓቀይ ኔቦ ዳሕን እወ ሕጂ
ምድርን ሰማይን ናይ ወዲ ትኹል እወ ገጣሚያ መን ይበሃል ምድርን ሰማይን እንተተላሃገ እዚኣ ፀጋይ ኣይኮነን

ሰዓት ከኣ ኣቲላ ኣላ። ደሓን ተደረር መን እዩ? ሰሎሙን ጸሃየ። ሰሎሙን ጸሃየ ዋው ሃገራዊ መዝሙር ናይ ኤርትራ ዝሰርሓ። ዋው ሰሎሙን ጸሃየ። ሐራይ ዓስ ኮሜድያን ኢኻ ኣብ ሲረስ እውን ትሰርሕ ኢኻ
ኮሜድያን ጅግኑ መን ሽሙ ኮሜድያን ጅግኑ መን ሽሙ ሽሙን ሽም ኣቦን
ጅግኑ መኮነን መኮነን መኮነን መን መኮነን መኮነን ግርማይ ዋ